ኣለዉ እሶም ከዓ ሽዑታት ዝመፁ እውን ኣለዉ ውሕዳት ይብልዎም ግን ኣነ ዝፈልጣ ብሻን ትሽዓተ ሚእትን ዓሰርተን እያ ማለት እዩ ሕችስ ኣነ ዝኣምንሲ እቲ ትግርኛ ይወደባ እቲ ክርስትያን እምበር ኣስላም ደቀባት ኣይኮኑ እንድሕር ኢልካ ኦረዲ በቃ ሕጂ ንስኻ ኩናት ኻ ኣዊጅካ ብዓቕምኻ በቃ ኹናት ኣዊጅካ ናይ ሃይማኖት ኣብዚኣ ኮይንካሲ ኣብዚኣ ኮይንካስ ናይ ሃይማኖት ኩናት ኣዊጅካ ስለዚ ንኣይ ከዓ ብተዘዋዋሪ መንገዲ እንታይ ኢኻ ኢልካኒ እንተተረዲእካ ንኣይስ መፃልእ ክትጥቀመለይ ደሊኻ ናይ ብሓቂ እቶም ትግርኛ ክንጥርነፍ ደሊኹም ዘይኮንኩምሲ መውቅዒ ነስላም ክትጥቀሙልና ደሊኹም ማለት እዩ ወይ መውቅዒ ንካልኦት ክትጥቀሙልና ደሊኹም ማለት እዩ ዘይትፈትዉና ክንስኹም ካርታ ፈሊኹም ካብዚ ንንየው እኮ ዓጋመ እዮም ካብዚ ንንየው እኮ ተጋሩ እዮም እዚኦም እኮ ኤርትራውያን ኣይኮኑን ክትብል ጸኒሕኻ ኣይትጠርንፍ ኣይብለካን እዩ ግን ንኻሊእ ብሄር እናቐንፀልካ ንኻሊእ ሃይማኖት እናቐንፀልካ ግን ኣነ ምሳኻ ይኣቱኒ ክቃወመካ ኢኻ ኣይብለካ ኣለኹ ኣይትጎስጉስ ግን ኣይብለካን እዩ ብትግርኛ ክትዓቢ የብልካን ግን ኣይብለካን እዩ ስለዚ ንኣይ ፈቲኻኒ ዘይኮንካ ብትግርኛ ሕሰብ ትብለኒ ዘለኻ we are ትግርኛ ኢልካ ንኣይ ከተጋግየኒ መውቅዒ ንኻሊእ ክትጥቀመለይ ስለ ዝደለኻ ኢኻ ተፋሊጥና ከዓ ንብል ኣለና ኩሉ ሰብ ተፋሊጡ ተፋሊጡ እና ትግራይ ትዕወት ክንብል ከለና ጽልኢ ኣብ ካሊእ ሕብረተሰብ ኤርትራ ጌርና ጽልኢ ኣብ ካሊእ ሕብረተሰብ ኢትዮጵያ ጌርና ኣይኮናን ጌርናዮ መስኪሮምልና ከዓ እቶም ኢትዮጵያውያን መወዳእታ ትግራይ ትዕወት ኢሎም ተጋሩ ንተጋሩ ምድጋፎም ኣሕዋቶም ስለ ዝኾኑ እዮም እምበር ናትና ጸላእቲ ስለ ዝኾኑ ኣይኮኑን ተባሂሉስ ተገምጊሙ ኣብ ኢትዮጵያ እውን ጸላእቲ ኣምሓራ ከም ዘይኮንና ጸላእቲ ኦሮሞ ከም ዘይኮንና ናይ ዝኾነ ኢትዮጵያዊ ጽልኢ ከም ዘይነበረና ንሕና ክንገብሮ ዝግበአናስ ንሶም ገይሮም እዮም ኢሎም ተጋሩሲ ኢትዮጵያውያን ክንሶም ብሔር ብሔረሰብ ኮይንና ክንሶም ደቂ ሃገርና ምዃኖም ረሲዕና ኣብ ልዕሊኦም ግፍዒ ክንፍጽም ከለና ኣብ ኤርትራ ንዘለዉ ግን ኣሕዋትና እዮም ኢሎም ተጣቢቆም ኢሎም ኢሎም ምስክርነቶም እዮም ሂቦም ብዓይኒ ጽልኢ ናይ ካሊእን ገለን ኣይተረኣየን ስለዚ እቲ ሕውነት ብሕውነቱ እቲ ብሄር ብብሄርነቱ እቲ ሃይማኖት ብሃይማኖቱ ብምክብ ምክብባር ይከየድ ኢና ንብል ዘለና ኣውራጃ ኣፍሪስና ንሕና ብብሄር ክንጥርነፍ ኢና እንተኢልካ ሓይሊ እንተሊካ ተጠርነፍ ኩሉ ግዛይ ካንሰር እናበልካ ግን ከመይ ኢልካ ካብ ብሄር ክትጥርነፍ ዋዕ ደቂ ሃይለ ድሩዕ ደቂ ከዳዓት እናበልካ ሲ ከመይ ኢልካ ካብ ሓደ ክትጥርነፍ ከመይ ጌርካ ባዕልኻ ኮማንዲስ ነርካ ባዕልኻ ኣንድነት ምስ ኢትዮጵያ ነርካስ ግልብጥ ኢልካ እዚኦም ኮ ምልሻ ስርና እዮም እዚኦም ኮ ወልደ ገባ እዮም ኣድጉ በቕሉ ገመሉ ብዛዕባ ምልሻ ብዛዕባ ወልደ ገባስ ቀደም ተወዲኡስ ብምሉኡ ከቲቱስ ኣስመራ ኣትዩ እናተኮሰ ምስ ታንክን ኣብ ግንባራት ንዝተረፈስ ንዝመተስ ምእንቲ ሃገር ንዝመተስ ምእንቲ ሃገር ንዝተሰወአስ ምልሻ ስርናይ ኢልካ ወልደገባ ኢልካ ትኸስር እኮ ኢኻ ወልደገባ በየን ከም ዝጀመረ ምልሻ ስርናይ በየን ከም ዝጀመረ እናፈለጥካ ኮነ ኢልካ ኣብ ትግርኛ ሕብረተሰብ ኣኮሎ ጉዛይ ክትቅንፅልና ወዓርካስ ብትግርኛ ዘይተሓስብ ትብለኒ እንታይ ዓይነት ሰባት ኢኹም ደሓር ከምዚ ዓይነት ከምዚ ዓይነት ዝኾነ ሰብ ኣይፈጥሮን እዩ ምክንያቱ ብፍላይ እዚ ናይ ከም ትግርኛ እዚ ናይ ኣጋእዝያን ዝበሃል ስቕ ኢሉ ማንም ሰብ ኣይፈጥሮን እዩ ኣውራጃ ግን ስለዚ ጸንሐና እዩ ህያው እዩ ህያው እዩ ህያው ጸኒሕና እዩ ኣድግና ተገለባ ዝበሃል ናይ ስፖርት ጋንታታት ጸኒሕና እዩ ስምዒት ከዓ ጸኒሕና ገድሊ ነይሩ ድሕሪ ገድሊ ነይሩ ሕጂ እውን ኣሎ ኣነ ኣብ መርዓ ኣብ ዝኾነ መርዓ እስኪ ኣብ ዝኾነ ጥምቀት ኣብ ዝኾነ መርዓ ታወዲ ትግርኛ ሓወየ ታወዲ ትግርኛ ሓወየ ዝብል ደራፋይ ሰሚዕኹም ትፈልጡ ዓለቱ ዝፅውዕ ወራጃ ዝፅውዕ ታወዲ እምባሴራ ምስ በለ ሸልሞ ታወዲ ማይ ተኸላይ ወዲ ማይ ተኸላ ምስ በለ ሸልሞታ ወዲ ዓንሰባ ምስ በለ ሸልሞ እዚኣ ዶ ኣይኮነትኩም እታ ትነብሩላ እታ ትነብሩላስ እዚኣ እያ ኩሎም ኣምፅኣዮም ደረፍቲ እዚኣም ዝደርፉልካ ዞባ ኢሉ ዝደርፍ ወዲ ትግርኛ ኢሉ ዝውድስ ኣየለን እያ እዚ ማለት ግን እቲ ቋንቋ ቋንቋና እቲ ባህሊ ትግርኛ ባህልና እቲ ክብርታት ክብርታትና እዩ ሰይኮነ እቲ ጉዳይ ንነብረሉ ስምዒት ንነብረሉ ስምዒት ግን ኣውራጃ እዩ ሕጂ ኣነ ናይ ትግርኛ ሃገር ክፈጥር እየ ብፍላይ ከዓ እቲ ትግርኛስ ክጥርነፍ ኣለዎ ትብል እንተኸር ደኣ ኮንካ ግን ምፅእ ኢልካ ይኮንካ ትብል እዚ ምሁራት ተኣኪቦም ትረዲካ ምሁራት ተኣኪቦም መፅናዕቲ ገይሮም ብድሕሪኡ ውሳኔ ይውስኑ ኣብቲ ውሳኔ እውን ምሪጭ ኣሎ ወሲኖም ሽዑ መጽሓፍ እዩ ዝጸሓፍ መጀመርያ መጽሓፍ ይጸሓፍ ደሓር ንብዙሓት ምሁራት ጸዊዕኻ እዚ ንዚ ነሎ እሞ ኢልካ ተንብቦ መግለጺ ትህብ እሞ እዚ እምበኣር ክትግበር ዝከኣል እዩ መዓስ ድሕሪ ክንዲዚ ዓመት ንግሆ እንተኮይኑ ንግሆ ትብል እንታይ ጸገም ኣለዎ ምክንያቱ ንነዊሕ ዓመት ዝጠፍአ ነገር ብሓደ ነገር ኣይትገብሮን ኢኻ እስራኤላውያን ክምለሱ ሲ ኣብ ኒውዮርክ እቲ ምሁር መጽሓፍ ምጽሓፈ ንኹሎም ሊቃውንቲ ኣኪቡ ኣንቢብሎም ከምዚ ጋዜጣዊ መግለፂ ወይ ብዝተፈላለየ መፅናዕቲ ዝግበር ምሸሎ ቅቡል ኢሎሞ እስራኤላውያን ኣብዝሃለና ንሃሉ ክንምለስ ኣለና ናብታ ቦታና ናብታ ቦታና ክንምለስ ኣለና ትብል ፅብቕቲ ኢሎም ኣፅዲቖምሉ እንታይ ኢልዎም ድሕሪ ሓምሳ ዓመት እያ ትኸውን ኢልዎም ወላ ናይ ኤሮጳዊ ሕብረት እውን ከምኣ ነይራ ተኾነ ዳ ሕጂ ገሊኦም ንወፅኤን ገለን እምበር ከማይ ኣቕሪብዋ እቲ ምሁር ምስ ኣቕረባ እምበኣር ድሕሪ ሓምሳ ዓመትና ንኸውን ኢልዎም ድሕሪ ሓምሳ እዩ ኣብ ፖለቲካ ኤርትራ ትፈልጡ ድኹም ኣብ ኢትዮጵያን ድሕሪ ሓምሳ ዓመት ትብል ፖለቲካ ኣላ ክትግበር ድያ ኣይክትግበርን ኣነ ርግፀኛ ኣይኮንኩን ሽሕን ትሽዓተ ሚእትን ሰብዓን ሓሙሽተን ሕዳር ዝወፀተላ ብኣሜሪካዊ ዝወፀት መፅናዕቲ ኤርትራ ንግዚኦ ናፅነታ ትርከብ መወዳእታ ግን ድሕሪ ሓምሳ ዓመት ግን ኣካል ኢትዮጵያ ክትከውን ኣለዋ ትብል እያ ኤንወይ እዛ ወርሒ እዚኣ ኣይመስለኒ ዓመታ ከምኡ ድያ ሓቀይ ትኸውን ዘላ እታ ተስዓን ሓሙሽተን ክልተ ሽሕን ዕስራን ሓሙሽተን ሓምሳ ዓመት እያ ሕጂ ኣብ ከምዚ እቶም ኣጽናዕቲ ናይ ሓሙሽተ ዓመት ናይ ክሳብ ዓሰርተ ዓመት ይጋገዩ እዮም ተኽ ብተኽሲ ከምፅዎ ይክእሉን እዮም ናይ ግድን እዩ ኩናት ኣሎ ካሊእን ካሊእን ኣሎ ልክዕ ኣብቲ ዝበልካዮ ኣይመፅን እዩ ሕጂ ኣብቲ ግዜ ኣብዚ ኣበና ነርና እወ ብድግሳ ነርና ይመስለኒ ሽዑ ንኣብነት ኢሳያስ ናፅነት ሲ መኣስ ይመፅእ ምስ በልዎ ሲ ኣይ ናይ ኣዋርሕ ጉዳይ ኢልዎ ሕጂ ናይ ኣዋርሕ ማለት ክሳብ ዓመት እያ ትኸይድ ክሳብ ዓመት ጎራሕ ስለ ዝኾነ እንታይ ኢልዎም ናይ ኣዋርሕ ጉዳይ ኢልዎም ሸሞንተ ወርሒ ወዲያ ከም ዝዝከረኒ ካብታ ዝተዛረባ ሸሞንተ ወርሒ ወዲኣ ማለት እየ ሕጂ ኢሳያስ ሸሞንተ ወርሒ ተዛሪብዋ ሸሞን ኣርባዕተ ወርሒ ወይ ሽዱሽተ ወርሒ ተትውስኽ ነይራ ኢሳያስ ሓሳወይ ትብሎ ንኻ ልክዕ ብልክዕሲ ከምፀ ይክእል እዩ ናይ ኩናት ነገርሲ ቁማር እዩ ሓደ ሓደ ግዜ ኮይና ሓሳወይ ትብሎ ንኻ ግምት ሕጂ እቲ እቲ ግምት ገለ ሱቕ ኢሉ ዘይሮ ዝኾነ ግምት ዝግምት ኣሎ እቲ ገለ ግን ሰፊሕ መጽናዕቲ ይገብር እሞ ኣብ መንጎ ገለ ዕንቅፋት ምስ ዘጋጥም ሓሙሽተ ዓመት ካብቲ ዝበልካዮ ንታሕቲ ይመጽእ ሓሙሽተ ዓመት ካብቲ ዝበልካዮ ከዓ ክውስኽ ይኽእል እዩ መርታ እዛ ሕዳር እዚኣ ኣይመስለኒ እቲ ሓምሳ ዓመት ከመያ ነይራ እታ መጽናዕቲ ናይ ናይቲ ናይ መወዳእታ ምሁር ኣሜሪካዊ ዘጽንዓ ሕጂ ምስ ኢልኩም ኣብዚኣ ግን ትግርኛ ዊኣር ትግርኛ ዊኣር ትግርኛ ኣተፈላላይ ዘይነበረካ ስለዚ ብሊስ ከኣልዎ ወላ ትደልይዎ ነገር እውን ሲ ከኣልዎ ደሓር ናይ ምሕደራ ይኹን ናይ ፖለቲካ ይኹን ኣብ ንቡር ከተምፅኦ ከዓ ዝያዳ መክሰብ ኣሎ ኣብ ኩናት እንተምፅኢኻዮ ህጂ ኣይሰርሕን ኣብ ሰላም ኢኻ ተምፅኦ ዘይጂ ንስኻ ክትብሎ ዝጸናሕካ ትግርኛ ገለብ ዝበልካዮ እዚ መኣስ ነይሩ ክመጽእ ይግበእካ ተስዓን ሓደ ተዝድለ ነይሩ ክልቲኦም መራሕቲ ትግርኛ እዮም ሕዋት እዮም ከዓ ናይ ኣጋጣም ከዓ እቲ ወዲ ዓድዋ እቲ ከዓ ወዲ ይሓ እዩ ተስዓ ሰሜንያ ተስዓ ሚእታዊት ከዓ ኣብቲ ዘሎ ትግርኛ ኣብቲ ዘሎ ከዓ ትግርኛ እዩ ኦኬ ኣይደለይዎን ሕጂ ንሶም ስለ ዘይደለይዎ ንሶም ስለ ዘይተገብረስ ኣብ ገበንካ ዘይወዓለ ሰሆ ትኸስስ ንምብታንካ ዘይወዓለ ዓፋር ትኸስስ ኣብ ምብታንካ ዘይወዓለ ስልጣን ዘይሓዘ ስልጣን ዘይረኸበ እንኳን ቋንቋኻ ከጥፍእ እንኳን ንኣኻ ክቐትልስ ንባዕሉ ኸማን ነዛ ንምድሓን ኣብ ዘዝኸዶ እናተሃደነ ዘሎ ሕብረተሰብ ክትከሰስ ትውዕል ዋታታ ዓይነት ምውታት ኢኹም ክሰስ ነያታትካ በቃ ነያታትካ ክሰሶ ላ ግዜ ደኣ ከይተኣኽለኒ እምበሪ እዚ ዶክተር ኣሰፋው ዝበሃል ኣሎ ኣብዚ ኣሜሪካ ዝቕመጦ ኣብዚ ካሊፎርኒያ እዛ ሕቶ እዚኣ መፅያቶ ነይራ ኢሳያስ ትግራዋይ ምዃኑስ ትፈልጥ ዶ ነርካ ኢሎም ተጋዳላይ ናይ ሰብዓን ሽዱሽተን ሰብዓን ሸውዓተን ናይቲ ኣብ ሰውራ ዝነበረ ሕክምና ካብቶም ዓበይቲ ሓካይም እዩ ማለት እዩ ምሁር እዩ ወዲ ኳዜን ድዩ ዓዘን ኳዜን እዩ እንታይ ዝብል ወይ ኢሳያስ ትግራዋይ ምዃኑ ይፈልጥ ነይረ መለስ ከዓ ኤርትራዊ ምዃኑ ይፈልጥ ነይረ ኢሉ መኸኢልዎ ነዚ ሕብረተሰብ እዚ ሓደ ሃገር ወላ ተዘይገበሩናስ ከሳማምዕዎ እዮም ዝብል ተስፋ ግን ነይርኒ ኢሉ ከሳማምዕዎ ከፋቅርዎ እዮም ዝብል ሲ ተስፋ ነይርኒ ኢሉ እዚ መን ሽሙ መስፍን ሓጎስ መፅኣ ተዝሓቶ እዚ ኣይፈልጥን እየ ዋይ ክሕሱ ክጠቅር እኔ ኢሳያስ ትግራዋይ ምዃኑ ኣይፈልጥን ነይረ ይልካ ስለዚ እንታይ እየ ክብል ደልየ ትኾኾነሉ ዝግብኦ ዓመታት እንድሕር ሓሊፉ ኣብ ግዜ ኩናት ስለ ዝተገዳዕኻ ኣብ ግዜ ኩናት ስለ ዘቃተሉኻ ስለ ዝተቃተልካ ኣብ ግዜ ሳዕበን ኣይኮነን ሓድሽ ፖለቲካ ወይ ከዓ ፖለቲካዊ ሓሳብ ዝመፅእ ኣብ ግዜ ሰላም እዩ ዝመፅእ ንሕና እዚ ኣውራጃ ኣውራጃናሲ ክብረ ኣለዎ ናብ ንቡሩ ክምለስ ናይ ትማሊ ናይ ተስዓን ሽዱሽተን እኩ እዩ ጋና ከኣነስ ኣብ ህይወትና ዝቕፅል ዘሎ እዩ መርዓና ይኹን ጥምቀትና ይኹን ደርፍታትና ይኹን ቆልሕሳዬ ቆልሕሳዬ ቆልሕሳይ ቆፅላ ዓየ ደ ጎናን ክንብል ንውዕል ገና ደርፍታትናሲ ገና ደረፍትስ ብናይ ኣውራጃና ፀዊዖም እዮም ገንዘብ ዘእትዉ እምበር ብትግርኛ ፀዊዖም ኣይኮኑን ገንዘብ ዘእትዉ ዘለዉ ስለዚ ንሕና ብኡና ዘለና ንስኻ ናይ ክንደይ ዓመታት ናይ ኣሽሓት ዓመታት ኣጋእዝያን ክትፈጥር እንተኾንካ ትግርኛ ክትፈጥር እንተ ደኣ ኮንካ ግን ኣብ ንቡርኻ ትፈጥሮ ምሁራት መጽናዕቲ ገይሮም እዮም ከዓ ዝፈጥርዎ ተዘይኮነ ግን ካብ ኣፍንጫኹም ናብዚ ዘይትወርድ ፍልጠት ሒዝና ኢልኩም ትግርኛ ዊኣር ትግርኛ ዊኣር ትግርኛ እሞ ኸኣ ንኻሊእ መውቅዒ ናይ ብሓቂ እውን ተሓሲብሉ መፅናዕቲ ተገይሩ እዙይ ንዙይ የርብሐና እዩ ተባሂሉ እሞ ኸኣ ወራሪ እውን እንተዝመፀካ ወይ ንዓኻ ንምውዳቕ እውን ካልኦት እንተዘውድቑኻ ምናልባት ካልኦት ተዘውድቑካ ሰሆ ስልጣን ሒዙ እንተዘውድቐካ ወይ ትግረ ስልጣን ሒዙ እንተዘውድቐካ ወይ ዓፋር ስልጣን ሒዙ እንተዘውድቐካ ወይ ኦሮሞ ስልጣን ሒዙ እንተዘውድቐካ ኦሮሞ መን ድዮም ፅወን ኣብ ስልጣን ህወሓት ዶ ይኮኑ ነምፅዮሞ ታትብለኒ ዘለካ ንዓይ ሕጂ መንዲ የምፅዎ ህወሓት ከምፅዎ ቁሩብ ሲ ቁሩብ ትትዛረብዎ ሲ ብቕዓት ዘለዎ ዝሕሸሽ ክኸውን ክኽእል ኣለዎ ተሃዊካ ዝኸውን ነገር የለን። ንቅድም ግን ኣነ እንታይ ምበልኩ ትምክብባር እንዶ መስርትዎ ትምክብባር ትዝበልካዮ ይቕበሎ ትጸርፊ ትምዝንጣላት ኣነ ግን ካብኦም ኣይኮንኩን ነቶም ዝብሉ ዘለዉ በሎም ነቶም ኣኮለጉዛይ ካንሰር ክብሉ ዝውዕሉ ነቶም ኣኮለጉዛይ ህበይ ክብልዋ ዝውዕሉ ነቶም ንሓማስየን ሓሸማ ክብልዋ ዝውዕሉ እቶም ንሰራየ ሓንሳብ ዕንጭዋ ዝብልዋ ሓንሳብ ሰባራት ዝብልዎም ንኦም እንደበሎም እንታይ ትብለኒ ኣለኻ ናይ ኣነ ካብኦም ኣይኮንኩን ሰበር እንተኾነ እኽሊ እዩ ሓማሴን ከዓ ሓሸማ ክብሎ ይክእልን እዩ። ኣነ ሓሸማ ዘይኮነ ሰብ እንድዩ ብስጋ እኮ ኣሕዋትና ኣሉ እኮ ይንብለንና ከሎ ጉዛይ ከዓ ህበይ ኣይኮነን ክትብሎ ግን ተኽእልካ ፀገም ኣይኮነን። ህበይ ስለ ዝበልካዮ ግን ህበይ ዝኸውን ኣይኮነን። ህበይ ማለት ብዕስለ ይኸይድ ማለት እዩ። ብዕስለ እንተዘይከድካ ደኣ ትጠፍእ፣ በበይንኻ እንተኸድካ ደኣ ትጠፍእ። ስለዚ ኣነ ካብቲ ካብቲ ዝኾነ ተኸታትልኩምኒ ዕስለ ትበሃል ንምንታይ ዕስለ ትብሉና ኣይበልኩን ኣብዛ ኩላ ዓመታት እዛ ናይ ዕስለ ናይ ክልተ ዓመት ድያ ናይ ዓመት እንድያ ነይራ ዕስለ ስለምንታይ ትብሉና ዝበልክዎ ሰብ የለን ከይዓሰልካ ድያ ብምንታይ ከተድምዕ ብሓጎታትና እኮ ዓሲሎም እዮም ነጋሪት ምውቃዕ ማለት እኮ ናብታ ነጋሪት ትዓስል ዕስለ እያ እዚኣ እኮ ዓሲልካ ብሓባር ተውቅዕ ትወቅዕ የስ ህበይ ከዓ ዓሲላ እያ ትክትክት ፀላእታ ስለዚ ኣነ እዛ ህበይ ዶ እዛ እዛ ህበይ ኢሎሙና እዛ ዕስለ ኢሎሙና ኣይሓሸሽኩላን ኣነ ሓቂ እዚኣ ኣይሓሸሽኩላን ከይዓሰልካ ጭጭጭ ስለዚ እዚኣ እያ ክብለካ ክቡር ሓው ዝነበረትን ነርእስቲ እውን ክሰምዓካ ስለ ዝደለኹ እምበር ብዛዕባ ሃይማኖት እያ ነይራ ብሃይማኖት ጸርፊ ብሃይማኖት ምዝንጣል ሃይማኖት ደረት ስለ ዘይብሉ ህዝብና ኣብ ሽግር ከይተውድቕዎ ንክልቲኡ ሃይማኖት እየ ክብል ጸኒሐ መዓልቲ ዘይብሉ ሰብ ከዓ የለን ንስኻ መፂኻ ከዓ ንሕና ደቀባትና ከዓ ኢልካኒ ደቀባት መን ይወደባት እንድሕር ተደልዩ ጽባሕ ንጎ ኣብቲ ሕጊ ወደባት ንብሎስ መኣዝ ዝመጸ እዩ ክበሃል እዩ ጽባሕ ወደባት ንብሎ መኣዝ ዝመጸ እዩ ንምዃኑ ኸ ኣብዛ ኤርትራስ ንቕድም መን እዩ ተፈጢሩ እንታይ ጸገም ኣለዎ ንቕድም ዝተፈጠረ ቋንቋ ንቕድም ዝተፈጠረ ብሄር ንቕድም ናብዛ ምድሪ እዚኣ ዝመፁ ንቕድም ኣብዚኣ ዝተፈጠሩ ከም ታሪክ ማለት ከም ታሪኽ ብድሕሪኡ ኤርትራዊ ክኸውን ዝግብኦ እንታይ እንታይ ዘማለ እዩ ክትብል ትኽእል ሓደ ወለደላ ቀዳመይቲ ካልኣይቲ ኣበርኩተላ ሳልሰይቲ ኣገዳስነቱ እዚኣ ወዲ ሃገር ዝኸውን ኣገዳስነቱ ማለት ኣብነት ሃፍታም እንተ ኮይኑ ሃገርና ከማዕብለልና ኢልካ ዜግነት ትቦ ወድቲ ሃገር ይኸውን ማለት እዩ ትውልዲ ግን ቀዳምነት እዩ ብትውልዲ ወላ ገበን ይፈጽም ወላ ዝኾነ ፈጺሙ ካብቲ ዓደይ ትሰጎን ኢኻ ኣነ ህጂ ካብ ዓደ ጣል ዓዲ ጉልቲ ዝፈጸምኩ እንተፈጸምኩ ዝሰጎኒ የለን ንኣጋጣሚ ነቲ ዓዲ ጣልስ ኣቦታተይ ፈጢሮማ ናይ ከምኡ ጸገም የብልናን ናይ ኣጋጣሚ ኩልናስ ደቂ ሓደ ዓለት ናቶም ዓደ ጣል እንጠትሎ ንበሃል ሲ ደቂ ሓደ ዓለት ስለ ዝኾንና ናይ ከምኡ ጸገም የብልናን ህጀብ ዓድና ብዙሕ ንሰጎ ዝሰጎና የብልናን ኣብቲ ዓዲ ማለት እየ ኣጋጣም ግን እታ ዓዲ ናይ ንኣፍልጦ ንሕና እታም ዓድና ዮናሰ ጸጋ ኢና ንበሃል ንሕና እንዳ ዮናስ ኢና ጸጋ ከዓ እዞም ሕፍሲ ዝባውንቲ እዮም ማለት እዩ መሓረና ዝጊ ዓድምባሪ ከለዉ ማለት እዩ ኣጋጣም ኣቦና ዝዋብ ዝጊ ማለት እዩ ትሕተና ከዓ ደቂ ሓውቦና ከዓ እንዳዳሽመለዉ ማለት እዩ ኣብቲ መንጎ ከዓ ሓድሽ ዓዲ ከዓ ደቂ ዳምባይዝጊ ከዓ ኣለውና ብልዕለና ከዓ ፍያሻን በራቂትን ከዓ ኣለውና ማለት እዩ እሶም ከዓ ደቂ ሽክና ዝጊ ኣለውና ማለት እዩ እታ ሓደ ሓውቦና ከዓ ኣብ ምናሕ ከዓ ዕቁማ ዝጊ ይበሃል ማለት እዩ ካብኣ መፂእና ማለት እዩ ሕጂ ንኣይሲ ንኣይ ወላ ሓንቲ ዝሰጎን የለን ዝሰጎ እንተልዩ ኣነ ከዓ ኣብቲ ዓድና ዘይኮነ ሰካሊ እዩ ክህሉ ዝኽእል ማለት እዩ ስለዚ ከከም ኣማፃፃኡ ክንገልፆ ክንክእል ኣለና ማለት እዩ ስለዚ ዝሓወይ ኣነ ክሰምዐካ ኢለ ሰሚዐካ እምበር እታ ርእስትስ ባዕ ኣታታ እዮም ከዓ እታ ወየም ህግደፍ ከዓ መፅኦም ኩሎም ከመይ ገይረ ከእትወኩም ንስኹም ደኣ ከመይ ገይረ ከእትወኩም ደኣ ንኣኹም ደኣ ወደይ እንታይ ኢለ ከእትወኩም

ከመይ ቀኒኻ ሰላም ዶ ኣምላኽ ይመስገን ኣምላኽ ይመስገን ፈይትካኒ ኣለኻ ድኻ ሮኾይተ መስሓሉ ደክለ ኦ ወዲ ዓደኮታተይ ወ
እስኪ እዛ ናይ መስሓል ወለዶ እንዳተመልሰና። እስኪ ወሰ ብለና እንዳተመልሰና ተሐፀብደ ነርካ እወ ካብ መስሓል ሲኖ ርኮይቶ ኢና ወሪድና ነው ሕጂ እዛ ናይ መስሓል እስኪ ንገረና ፅቡ ገርካ ኣነስ ያውስ ቁሩብ ስታይ ግር ትብለና
እወ መስሓል መስሓል ማለት መስሓል ወደከለ ማለት ዓዲ ናይ ኣከለ ማለት እንድያ ናይ ተኣከለ ዝበሃል እዚ ኣነ ጓለከለ ኣነ ወደከለ ዝበሃል ዘሎ ኩሉ ዝብሉ መንእሰያት ይኹኑ ዓበይቲ ኣከለ መስሓል እዩ ዓዲ ማለት እዩ ኣብ መስሓል ኮይኑ ከዓ ሓሙሽተ ድዮም ኣርባዕተ ወዲ ሓደ እዚ መን ይወደይ ንኣቶ ብርሃን ኣቦ ማለት እዩ መስሓል ዝወለደ ክሳዱ እምባ ገለ ከባቢታት እውን ኣለዎም ዝኸዱ እቶም ሰለስተ ከዓ ደግለል ንጸንዓይ ወሊዱ ጸንዓ ደግለ ሕድጋይ ማዕረባ ሒዙ ንሓደግቲ ዝወለደ ድግናይ ድግሳ ሒዙ ከዓ ንደቂ ድግናይ ዝወለደ ማለት ካልኦት ከም ብድሕሪኡ ግን ዝተፈላለየ መንገዲ ኣብ ደቂ ኣምሓረ ኣለዉ ኣብ በዓል ዘርኡ መሰ ኣለዉ እቲ መስሓል ዝነበረ ግን መስሓል ኩሎም ኣብ ኣለዉ ፍታ ወለዶ ኣለዉ እቲ ንክሳድ ብሩኻ ዝወለደ ንፃዕዳ ኮርሶ ዝወለደ ንኣብነት ኣደይ ሂጂ እንዳባኣ ፃዕዳ ኮርሶ እንዳዲኣ ከዓ ክሳድ ብሩኻይ ማለት እዩ ንድብድብ ንእንዳጋብር ኮኸባይ ንማይ ፃዕዳ

ናጻሲ ንምንታይ እዮም ምስ ምስ ጸሮና ዝመሓደሩ? ተስዓን ሽዱሽተን እንዳ ኣሎም ምስ ጸሮና ተመሓዲሮም ተስዓን ሽዱሽተን ኣውራጃ ምስ ኣፍረስዎ በዓል ኢሰያስ ናብ ጸሮና ከይዶም ኣዋ እምበር ክሳብ ተስዓን ሽዱሽተን ወህብዎም ምስ ወረዳ መስሓል ወደከለ እዩ ስለዚ መስሓቅ እምበር ኣብ ክሉ ወንብሮ ሕጂ እታ ጥቃ ኣብ ጥቃ እያ ዘላ ዶ ኣነ ግን ይብለኒ ወንብሮስ ላፃ ተብለዕሊ ኣለዎ ወንብሮ ከዓ እታ ትሕቲ ኣሎ ማለሲ ሕጂ ከም ምንታይ ንካ ትወስደ ይመስለካ ግርም ይብለኒ ነነ ከም ምንታይ ትወስደ ይመስለካ ኣብ ኣብ መንጎ ኣብቲ ገለባ ኣላ ወይ ኣብቲ ዋ ሰርሓ ኣላ ኣብቲ ከዓ ዛላምበሳ ኣለዋ ሓቀይ ዝተላገበ ዕን ምሽ እወ እወ እወ ትኽክል እወ ግን ዛላምበሳ ኢትዮጵያ እዩ ሰርሓ ከዓ ኤርትራ እዩ ከምኡ ጌርካ ውሰዶ ማለት እየ እቲኦም ከዓ ወደከለ ስለ ዝኾኑ እቲኦም ከኣ ወረዳ ለጎሳርዳ ይበሃሉ። እቲኦም ወረዳ መስሓል ወደከለ፣ እቲኦም ከኣ ወረዳ ለጎሳርዳ ይበሃሉ። ጾሮና ንባዕላ ኣብ ትሕቲ ወረዳ ኣብ ትሕቲ ወረዳ ለጎሳርዳ እያ ነይራ ቀደም ማለት እዩ። ሕጂ ግን በዓል በታቲና በታቲኖሞ። ኦኬ
ኦኬ እው ሕጂ መስሓል ብጣዕሚ እታ- ኦ፣ እንታይ ነይሩ ቀደም ቀደምሲ ቀደም መስቀል ወይ ቅዱስ ዮሃንስ ሆየ ክበሃል ከሎ ብምልኦም ወደከለ ኣብ መስሓል ሆየ ይብሉ ነይሮም እዮም ካብተን ዓድታት ሰባት ይሰዱ ማለት እዩ ሰባት ሰዲዶም ትንዳቦም መስሓል ስለ ዝኾነ ዝዓበየ ምሕደራኦም እውን ባዕላ መስሓል እያ ኣብ መስሓል ብዙሓት ሽማምንቲ እዮም ነይሮም። እዚ ኩሉ ኩናት ናይ ደቂ ኮሎጉዛይ ዝተሳተፍዎ ክሳብ መራሕቲ ኮይኖም ነቲ ኩናት ዝመርሕዎ ንሳቶም ስለ ዝነበሩ እቲ መስሓል ክድፈር ስለ ዘይብሉ ካብ ነፍሲ ወከፍ ዓዲ ከክልተ ሰሰለስተ ካብዘን 26 24 ዓድታት እየን ካብዚአን ከይዶም ኣብቲ መስሓል እዮም ሆየ ዝብሉ ነይሮም ናይ መስቀልን ቅዱስ ዮሃንስን መስሓል ኣብ ምፍጣር ኣኮሎጉዛይ ምስታ ምስታ ድግሳ ትበሃል ክልተ እዚአን ብቀዳምነት እየን ዝፅውዓ ኣብ ምፍጣር ኣኮሎጉዛይ እየ ዝብል ዘለኹ ኣብታ ኣብ ዕብየት ኣኮሎጉዛይን ኣብታ ነኮሎጉዛይ ኣብ ምፍጣርን ዝለዓለ ናይ ድግሳን ናይ ናይ መስሓልን እዩ ድሕሪኡ መዓት ኣለዋ ከም በዓል ሕፍሲ በዓል ከንቲያ ገር ኣምላኽ ኣብ ምፍጣር እኩሉ ግዛይ ዝተሰውእዎ መስዋእቲ ካልኦት ብፍላይ ኣብቲ ናይ በለሳ ኩሉ እዩ ካብ ደቂ ኣምሓረ ይኹን ካብ ሰገነይቲ ዓዲ ቀይሑ ካብ ኩሉ እዩ ነይሩ እቲ መስዋእቲ ብፍላይ ድግሳን መስሓልን ግን ዝያዳ ኣብቲ ናይ እኩሉ ግዛይ ልዑል ታራ እዩ ዘለወን ማለት እዩ
ኦኬ ኦኬ ብጣዕሚ ዝኾነ ብጣዕሚ ና ነኽብረካን ንፈትወካን ኣድራር እ፣ ኣቦና ኢኻ ቴንክ ዩ ቀጽሎ ከምዚ ወለዶ ንሕና ብዙሕ እቲ ወለዶ ሻዕብያ ድሓኒእቶ በታቲኑና እዩ ብዙሕ ኣይተዓደልናዮን ሻላ ሻዕብያ ዝተረፈ ነገር የለን ኩሉ ፈሪሱ እዩ

ዋእ እቲ ስእሊ ከዓ ሓደ ሓደ ግዜ እኮ እናዳናገረና እቲ ድምፂ እናፈለጥና እየስ እንተ- እንታይ እያ እዛ ሞሄለን ቆልዓ ሓፍ- ሓፍትኻ ድያ በዓልቲ ቤትካ ሄሉ ልጅግና ዋይ ህልን ከም ድልየት ድያ እንታ ወ ዋ፣ ኣነስ እቲ ክስታይ እኮ ይፈልጣስ ይፈልጣ ይመስለኒ ይብል እሞ ስታይ ትኾነኒ

ሚኪ ንዓባ ተዛረብ
ዋይ ፅቡቅ እባ ገይሩ እቱ ክትብል ከለካ ኮሚት ክትገብር ኣለካ እወ ሕጂ ሓዊ ድራር ናይ መን ሽሙ እነግርና ፀኒዕካ
ዋው ናይ ወደከለ ናይ ዓዲ ጉልቲ ህጂ ንኣብነት እዚ እ፣ እ፣ ጉቦ ዓዲ ጉልቲ ነይሩ ፃዕዳ እምበ- ባሕሳኸ ዓዲ ጉልቲ ነይሩ ህጂ ን መስሓል ወደከለ ከይደ ኣሎ ዋው
ሕጂ ተን ዓዲ ጉልቲ ዓሰርተ ዓዲ ጉልቲ እየን ዝበሃላ ሕጂ እቲ ዓዲ ጉልቲስ እንታይ ከመይ ኣ፣ ወፂኣ እቲ ዓዲ ጉልቲ ምክንያቱ መን መን ዘጠቃለለ እቲ ዓዲ ጉልቲ እወ ዓዲ ጉልቲ እኮ ቅድሚ እዚ ንብሎ ዝነበርና ስም እዩ ቅድሚ እዚ መስሓል ቅድሚ ድግሳ ዓዲ ጉልቲ ንብዙሕ ዝቅድም እቲ ስያሜኡ ምክንያቱ ዓዲ ጉልቲ እንታይ እዩ እንተበልካዮም ዓዲ ጉልቲ ማለት ርስቲ እዩ ኣብኡሲ ስቡሕ እቲ መሬት ዓዲ ጉልቲ ከም ንፈልጦ ማዕሮ ንፅቡቕ ዝገበሩሎም ገለ ነጋውስ ኣብኡ ግራት ይህቡ ስለ ዝነበሩ ዝበሃል ብጥንቲ ጉልቲ ኢሎሞ ማለት እዩ። ጉልቲ ማለት ከዓ ርስቲ ማለት እዩ፣ ዓዲ ርስቲ ማለት እዩ። ስለዚ እቲ ስያሜ ነዊሕ እዩ ኣብ መዓስ ዝወፀ ሽም እዩ እንድሕር ተባሂሉ ገሊኦም ኣብ ሻሙናይ ክፍለ ዘበን ዝወፀ እዮም ዝብሉ ገለ ከዓ ኣብ ዓሰርተ ክልተ ክፍለ ዘበን እዩ ወፅኡ ዝብሉ ኣለዉ ኣብዚ እዩ ዘሎ ማለት እዩ ዓሰርተ ክልተ ንባዕሉ ነዊሕ እቲ ሽም ማለት እየ ስለዚ እቶም ካልኦት ወረዳታትስ ደሓር ዝተዋህበ እዩ ደካ እንዳ ዳሽም እንተልና ደቂ ዳሽም እዝጊ ህጂ ካብ ምናሕ ምስ መፁ ዝተፀወዐ ስም እዩ ህጂ ኣባና ህጂ ኣብ ቢሓ ኣብ ዓዲ ጉልቲ እታ ጥንታዊት ዓዲ ቢሓት እያ ማለት እዩ ቢሓት እያ እታ ጥንታዊት ዓዲ ቢሓት ገሊኦም ኣብ ሻድሻይ ክፍለ ዘበን ገሊኦም ኣብ መወዳእታ ሻሙናይ ክፍለ ዘበን ቆይማይ ኣትበሃል ተዓዲ ዓዲ ናታ ከዓ ሻምን መኸዳን ዝበሃሉ ክልተ ዓለት ከም ዝነበርዋ እሞ እቶም ሻም ነቶም መኸዳ ከም ዝቐተልዎም ብድሕሪኡ ካብኡ ዝሃደመት ሰበይቲ ጥንስቲ ካብኡ ሃዲማ ኣብ ሕሳኣ ዝበሃል ተዓቂባ ደሓር ግን ኣብ ድሓት ማይ ምውቃዕ ስለ ዝኣበየ ንሳ ከይመፀት ማይ ኣይወፅእን ኣይሃድመኩምን ተባሂሎም ድሕሪ ሸውዓተ ዓመት ለሚኖም ኣምፂኦማ ወዲ ወሊዳ ወዲ ሸውዓተ ዓመት ቆልዓ ሒዛ ናብቲ ዓዳ መፅያ ነዛ እምባሕሳ እትበሃል ቦታ ሂቦማ እምባሕሳ ኢልናል ከለና እታ ናይ ዓድኺ ዝተዓቆብክላ ዓዲ ምእንትን ክትዝክር ኢሎም እዮም ዝብልዋ ሕጂ ዓዲ ጉልቲ ማይ ጎንእ ዝእግራ

እወ ብትሕቲኣ መሬት ኣለና እንድዩ ግን ፍልጥ በቲ ሽዑ እዋን ማይ ጎንኦ ስለ ዝነበረት ማይ ጎንኦ ፍሉጥ ቃላይ ከዓ ስለ ዝኾነ ከምዚ ኣምልኾ ዝግበረሉ ቃላይ ማይ ጎንኦ ነይሩ ከምዚ ኣብ ውሽጢ ዛርቲ ኣለዋ ኣብ ውሽጢ መሶበሎ ኣብ ውሽጢ ዳዕሮላ ኣብኡ እያ ምግቢ ይበልዓ እየን ከምኡታት ዓይነት ናይ ተፈራሕነት ኣምልኾ ስለ ዝነበራ እታ ቃላይ ፍልጥቲ እያ ናብኣ ክትሕምብስ መጀመርያ ቐጥቀጥኻ ትብል ይወፅእ ዶ ይወፅእን ኢልካ
ሰላም ሰላም ኣያ ድራር መርሓባ ደሓንዶ ከመይ ኣለኻ ጥዕና ሰላም ኢና

ድሓን ኣብርዮ ኣብርዮ ድሓን
እወ ድሓን ፀገም የብሉ ናብኣ ከለካ ሕጂ ሓቦይ ድራር ኣብቲ እንዳ ማርያም ኣሎ ልክዕ ከምዛ ናይ በለው ከለው ምንለው እዩ ሕጂ እታ ቢሓት ኣብ ገለ መፃሕፍቲ እ፣ ይሓ ዝብል ኣሎ ሕጂ ቢሓት ዶም ክብሉ ቢሓ ኢሎማ ዋላስ ቢሓት እያ እታ ሕጂ እቲ ትኽእሉ እምኒ ኣሎ ልክዕ ከምቲ ናይ በለው ከለው በፅ- ፅሕፈት ዘለዎ ኣሎ እዩ ጡጦ ብ እንዳ ማርያም ማለት እዩ ቅድሚ እንዳ ማርያም ናይ ብሓት
አ- እወ ህጂ ቅድሚ እንዳ ማርያም እታ ሓንቲ ቤተክርስትያን እኳ ትቕድም
እንዳ ገዳና ምረት እወ ኦኬ እወ ሓደ እታ ተስሪሓ እታ ዓዲ እታ ጥንታዊት ቢሓት እውን ኣብያ ዘላ ያ እወ ህጂ ምስኣ እ፣ ዕናን ቁርዐ ትበሃል ኣላ ኣብ ዓድና ምስኣ እጅ ዕና ዝኾነት ማለት እዩ ኣብ እንዳዳሽም ከዓ ዕና መራት ኣላ እዚአን መፅሓፍቲ ስለ ዘለዋ እየ ሰለ ባዕለይ ዘምፀን ዘለኹ ዘይኮንኩስ ኣብ ገድሊ ኣብነ ሊባኖስ ኣለዋ ንኣብነት ዜን ዓድታት እዚአን ዕናን ቁርዐ ይብላ ዕናን ቁርዐ ሲ እጂ ዕናታት እዩ ገልዐ ኣለዎ በር ህጂ እንታይ ኢና ንሕና ንጥቀመሉ ዓይነ ዓተር እዚ ዓተር ህጂ ፅቡቅ ይፈርይ ኣብ ከምኡ ጠሊ ናይቲ ሸኻ ስለ ዝስሕብ ወላ ዓይኒ ዓተር እውን ፅቡቕ እዩ ዝኸውን ሕጂ ቢሓት ጥንታዊ እዩ እቲ ዓዲ ሰብ ይገርሞ እዩ ናይተ ዘለዋ እምኒስ ኣብቲ ከባቢ ከምኡ እምኒ የለን ካበይ የምፅኦሞ እንድዒ ብምንታይ ተሰኪሞም ኣምፅኦሞ እንድዒ ኦ ስለዚ ከምኡ ቢሓት ናይ ጥንቲ እዩ ወላ ናይ ቀደም እንዲ ዝበሃል ቢሓት እውን ቅድሚ ዝብለካ ዘለኹ ቅድሚ እዚ ሻሙናይ ክፍለ ዘበን ሻድሻይ እውን ክኸውን ይኽእል እዩ ስለዚ ጥንታዊ ዓድታት እዩ ንሱ ደሓር ምስ ላሊበላ ፍልይ ዝበለ ዝምድና ነይርዋ ቢሓት እንታይ እዩ እቲ ዝምድና ሰበይቲ ንጉስ ላሊበላ ጓል ቤሓት እያ መስቀል ክብራ ትበሃል ንሳ እውን ኣብቲ ገድሊ ኣቡነ ሊባኖስ ንኣቡነ ሊባኖስ ዝኾነ ነገር ህያብ ዝሃበቶ ብኡ ለፍቲ መፅሓፍ ንኣኣ ጓላ ድያ እንታይ እያ ኢለን ሰባ እውን ሰበይቲ ንጉስ ዓንዲ መፅዮን እያ ንዓደጣል ንኣና ዝወለደት ከዓ ናታተን እያ ዓለም ሰባ ትበሃል ንሳ ከዓ ኢለን ሰባ መስቀል ክብራ ዓለም ሰባ ንኣና ኣደና እታ ካብ ቢሓት ንዓደ ጣል ዝተወሰበት ዓለም ሰባ እያ ትበሃል ግርማዊ ወሊዳ ማለት እዩ ዓድና ዓዲ ሽም ግርማዊ ትበሃል ዓደ ጣል እንተትሎ ንግርማዊ ሓዊ ከዓ ፍስሃፅን ይበሃል እቲ ግርማፅን ይበሃል ንሱ ከዓ ናይ ኣዲኡ ቀደም ናይ ኣደኻ መሬት ገሊኦም ይቦካ እዮም ናይ ኣዲኡ መሬት ንክወርስ ርስቲ እዩ ስለዝሃብዎ ኣብ ኣብ እግሪ ማንታ ኣለው ማለት እዩ እቶም ናትና ዓለት ኣብ እግሪ ማንታ ኣለው ህጂ በዓል መን ግርማፅዮን ደቂ ፍስሃፅዮን ግርማፅዮን ኢና ንበሃል ንሶም ደቂ ፍስሃፅዮን እዮም ናብኡ ርስቲ ክሕዙ ኢሎም ከይዶም ንሕና ከዓ ኣብታ ኣደጣል ኣለና ማለት እዩ
ኦኬ
ጽቡቅ ስለዚ ዓለም ሰባ ኢለን ሰባ መስቀል ክብራ እዚአን ሓደ ገዛ እየን ማለት እዩ ደቂ ቢሓት እየን ቢሓት እየን ማለት እዩ እወ ቢሓት
ሰባ ነጋውሲተ ቢሓት እያ ማለት እዩ ኣብ ናይ ግዜ ላሊበላ ላሊበላ እንዲኦም ነይሮም ነዚ ህጂ ኢትዮጵያ ኤርትራ ዝብሃል ብኣቡሲኒያ ይፅዋዕ ነይሩ ዘመሓ ኣብ ትሕቲኦም ግን ዝለዓለ ናይ ኣብ ትሕቲኦም ዝነበረ ከምዚ እቲ ዘንጉሰ ነገስት እንተ ደኣ ብየማን ነልዩ እቲ ትሕቲኡ ፅልዋ ዘለዎ ከዓ ብጎድኑ እዩ ዝኸውን ማለት እዩ ነናትካ ዝወሃበካ ኣሎ ስለዚ እቲ ቡር ዝበሃለሉ ዝነበረ እዋን እዩ ቡር ተባሂሉ ዝነበረሉ እዋን ቢሓት ዝለዓለ ቦታ ነይርዋ ከምኡ ከዓ ዝበዓል ዕናቡር ዝባንቡር ናይ በዓል ዓዲ ቀይሕ ከዓ ማእኸል ነይሩ ናይቲ ምሕደራ ሽዑ ማለት እዩ
ፅቡቅ
እዚ ቆልዓ እዚ ወዲ ደኣ እንታይ ደኣ ወሊድካዮ እኮ ገሊልካ ና ባዕሉ ወለዲ ኣበይ ከባቢ ይርከብ ዓደ ጣል ኣብ ኤረትራ ዋ ሰንዓፈ እዚ ዓደ ከባቢ ዓደ ጣል ሰበይ ይርከብ ኢልኒ ኣብ ሰንዓፈ ጥቃ እንዳዳሽም እዩ ጥቃ ዛላምበሳ ሰንዓፈ ኦይ ኣታ እቲ ሓደ ስእሊ ኣዘዘ ነኖ ዓደ ጣል ሰለስተ ዓደ ጣል እዩ ዘሎ ወይ ዓደ ጣል እምባለኻ ኣብ ጥቓ እምባ ሴራ ኣላ ዓደ ጣል ዓዲ ዃላ ትበሃል ከ ኣብ ጥቓ ዓዲ ዃላ ከዓ ንእሽተይ ዓዲ ኣላ ወልሐ ኣላ ዲኻ ብዙ እወ
ንእሽተይ ዓዲ ኣላ ኣብ ጥቓ በዚ በዓል መን እያ ታዲ በዚ በዓል ዳዕሮ ኾነዓት ድያ ዓፀጓር ኣቢልካ ውርድ ምስ በልካላ ንታሕቲ ንእሽተይ ዓዲ ኣላ ኣብ ዓደ ጣል ትበሃል
ወለ ኣነ ዘናና ጥራይ ዝፈልጦ ነረ መነ ኣላ ኣብኡ ንሳ ሰለስተ እ፣ ኣርባዕተ በራቂት ከ ኣለዋ
እሰን እሰን ፈልጠና ዋ ኣብ በራቂት ዓባይ በራቂት ንእሽተይ በራቂት ዓዲ ጉልቲ በራቂት ቆሓይ
ኣብዚ ኣብ ሰብዓ እንደርታ ሲ ኣሎ ዓደ ጣል ዝበሃል ብለላ እወ ትህሉ ትኸውን እያ ሓቂ ካብኣ እውን እላ ሰሚዐ ኣለኹ ኣብዚ ድሓር ግዜ ስም ናይ ዓለት እዩ ግን ፈልጦ ርካ ዓደ ጣል ማለት
ስም ናይ ዓለት እዩ። እወ ዓለ- ኣደጣል ዝበሃለ ዓለት ነይሮም ቀደም
እስከ ኣድሚን ሃበና ሓው ቢራ እ? ዓይነት ኣድሚን ምሃበኒ እንታይ ወርድ እኮ ኣነ ሕጂ ሕጂ ሰዓት ክተውርደኒ እያ በሎም በሎ ኣብ ሰዓት ንዓባ ግደፍ ሎሚ ካልኣይ መዓልትኻ ትፃርፍ ኣለኻ ግደፍ የበሎ ፀርፊ ብዝኾነ ድሓ ፅቡቅ እቲ ትምህርቲ ሓወይ ድራ ድሓ ሓደ መዓልቲ ስፍሕ ዝበለ
ነዊሕ ዕልልና ምዞም ሰባት እውን በቃ እዚኣ ወድሓ ኣታ ኣብ ስራሕ ስለ ዝጸናሕኩ ሕጂ ኣትያ ንገዛ ሕጂ ይርኣኹዋ
እወ ስራሕ ኣይተሕመቑ ኣይተሕመቑ ስራሕ
ኣታ ቆልዓ ስራሕ ኣለኹም ዶ ኣይተሕመቑ እኳ ኣይትሕመቑ ጥራይ ንስኹም ድሓን ብውሽጢ ክንዳወል ኢና ኩሉ እቲ እሺ ኩነታት እወ ስራሕ እ፣ ኣይተሕመቑ ሓዳር ግበሩ ነወ ሰልዲ እውን ሕዙ ብዙሑ ወ ተባዝሑ